ሰላም ኣፖ ፋምሊ ኣይ ኣም ኬቢ ሎማዓንቲ ሓሪፍ ልኾነ ለሰን ሒዘልኹም መጼ እኒኤኹ እዚ ለሰን ድማ Thank you ትባሃል ተለኹምሲ ሀመይ ዓይነት መልሲ ልኪ ትህቡ ማለት እዩ ዞዝኒያ እዛ ለሰን እዚኣ ል Beginner እና ል Intermediate እያ ትኾን ማለት እዩ ብጣዕሚ እስኹም Intermediate ወይ ድማ Beginner ተኾንኹም እዛ ቪድዮ እዚኣ Please ረእይዋ እስካብ መጨረሻ እየ ልብል ማለት እዩ ኣብ ልተፈላለየ ዓይነት ቦታሲ ልተፈላለየ ዓይነት መልሲ ኢና ንህብ ወረብ ፎርማል ክኾን ይኽእል እዩ፣ ኢንፎርማል ክኾን ይኽእል እዩ፣ ወይ ድማ ብስላያንግ መንገዲ ድማ ገሊጽናሲ ቴንኪው ትበሃል ተለናስ መልሲ ንህብ ኢና ማለት እዩ ኦረ። ስለዚ ዘውዝንዮ ኩሉ መንገዲ እዛ ኢንፎርማልና ፎርማል ኤንድ ስላይንግ እሰን ሰለስቲኤን ብቕልል ዝበለ መንገዲ ንገልጸን ኢና ማለት እዩ። ቕድሚኣ ግና ዓቅሊ ለቢልኩምሲ ላይክ ጌርኩም ጀምርዋ ኢኩም እዛ ቪድዮ ጋይስ እስታይቨን። ሃምዝሎልኹኹም ማለት እዩ ፎርማል ኢንፎርማል እና ስላንግ ተጠቂምናሲ thank you ትብለና ተሎ ሰብ ንምልስ ንኽእል ኢና ማለት እዩ ሐዚ መጀመርታ ብፎርማል ንጀምር ፎርማል ፎርማል ወይ ድማ very common ኢልኹም ነትሕዝዋ ትኽእሉ ኢኹም። ኦከ መጀመርታ ቅድሚ ናብ ዝለሰን ምእታይና ትርጉም ናብ ፎርማል ክነግረኩም ይደሊ ማለት እዩ መጀመርታ ፎርማል ንጥቀመሎም ቦታታት ኣብ ዕብይ ዝበሉ ቦታታት ክብር ዝበሉ ሰባት ወይ ድማ ካባና ብዕድመ ንላዓዊ ሰባት ኢና ንጥቀመሉ ማለት እዩ ዞኒ ፎርማልና ኢንፎርማልስ ብጣዕሚ ዓበይቲ ዓብይ ዝኾነ ኣፈላላይ ክህልዮም እዩ ትርእይዎ ኢኹም ድሓረለ ማለት እዩ መጀመርታ ንብላ ኦኬ ኦኬ ኢት ኢዝ ማይ ፕለዠር ታንክ ዩ ትብለኩም እንተለሲ ኢት ኢዝ ማይ ፕለዠር ኢልኩም ክትምልሱ ትኽእሉ ኢኹም ማለት እዩ ፕለዠር እንታይ ማለት ድዩ ደስታ ማለት እዩ ዶ ስለዚ ሲ ኣንላ ካብ ምሕጋዘይ ሲ ደስታ እዩ ችግር የብሉ ልማን ኢና ንጥቀመሉ ኣለና ማለት እዩ ኢት ኢዝ ማይ ፕለዠር ወይ ድማ እንታይ ትገብሩ ትኽእሉ ኢኹም ዘውዝኒያ እዛ ኢት ኢዝ ትብላ ወይ ድማ ኢት ኢዝ ትብላ ሲ እሳ ኣጥፊእኹም ታንክ ዩ ትብለኩም እንተሎ ማይ ፕለዠር

እዚኣሲ ናብ ሶፍት ዲድ ንቕይራ ኣለና ማለት እዩ ብኻልእ ኣበሃህላ። እዛ ሳልሰይቲ ድማ እንታይ እያ? እዚኣ ምስዛ ኣይ ኣም ሃፒ ቱ ሄልፕ ብጣዕሚ እየን ተመሳሰልቲ፣ ዳርጋ ሓደ ኢና ንብለን ንኽእል ኢና። ኣም ግላድ ቱ ሄልፕ ኣም ግላድ ቱ ሄልፕ ናትና ማለት እዩ። ኣም ግላድ ቱ ሄልፕ ኣም ግላድ ቱ ሄልፕ ማለት እንታይ ማለት እዩ? Glad ታይ ድዩ Glad ማለት ምሕጓስ ማለት እዮ ዶ ስለዚ I'm glad to help ትብል ተለና ሲ ሕጉስ እየ ንኣኻ ምሕጋዘይ ሲ ሕጉስ እየ ኢና ንብል ኣለና ማለት እዩ ኣብ ዞዝንያ ግና ካብ ዞዝንያ ለለ ሓንቲ ኣማራጭ ለልከኩም ማለት እዩ I'm glad I am glad I could help I could

Of course ኢልኩም ትምልሱስ ትክእሉ ኢኩም ተደሊኩምስ It's my pleasure ወይ ድማ my pleasure ሃ happy to help ንሱ ሓዲግኩምሲ Of course Of course ኢልኩምስ ትምልስሉ መንገዲ እኒኦ እዩ ማለት እዩ። እዚኣ ድማ ካሊእ እዛ ትሕቲኣ ለላ ድማ Sure thing እዚኣ ርግጠኛ እየ ኣብ movie ግዛዕ ሰሚዕኩማ ትኮኑ ኢኩም ኢለ እየ ዝሓስብ። ኦኬ ሾርቲንግ ከ እንታይ ማለት እዩ ችግር የብሉይ ማለት እዩ ከምዛ ኦፍ ኮርስ ኣም ግና ኣም ግላድ ቱ ሄልፕ ኢልና እንተጠቕምናለን ማለት እዩ ቴንክ ዩ ሶ ማች ብሮ ቴንክ ዩ ሶ ማች ቴንክ ዩ ፎር ሄልፕ ሚ ኣውት ትብለኩም ስለ ዝሓገዝካንስ ብጣዕሚ የቐኒየለይ ትብለኩም ተለሲ ሾርቲንግ ብሮ ሾርቲንግ ኢልኩምስ ትምልስሉ ትኽእሉ ኢኹም ማለት እዩ ላስት በት ናት ሊስት ኣና መጨረሸና ድማ እንታይ እያ ትግምትዋ ኢኹም ኢለ ልሓስብ ኤኒታይም ኤኒታይም ኢልኩምለስ ምልስ ትኽእሉ ኢኹም ማለት እዩ ዞት ኒኣ ብትርጉም ደረጃ እንታይ እኒኣ ማለት እዩ ኤኒታይም እንታይ ማለት ድዩ ኣብ ኩሉ ግዜ ማለት እዩ ዶ ስለዚስ ኣብ ኩሉ ግዜ ሲ ክሕግዘካስ ይኽእል እዩ ችግር የብሉ ማለት እዩ መፃኢ ክኾን እዩ መፃኢ መብዛሕትኡ ለለ ኣብ መፃኢስ ችግር የብሉ ኣነስ ክሕግዘካ እየ ልሀዚ ጥራሕ ከይኮነስ

መጀመርታ ቅድሚ ምእታይና ከምዛ ዝበልኩኹም እንታይ እንታይ ከም እትጥቀሙ ከስታውሰኩም እዚ ምስ ኣዕርኽትኩም ምስ ደቂ ሰፈርኩም ክኾን ይኽእል እዩ ዘውዝኔ ክትጥቀሙ ሲ ትኽእሉ ኢኹም ማለት እዩ እዚ ዘና መጀመርታ መኖል ሰኒያትና ቁፅሪ ሓደ ለላ all good ኣወገድኒኣትና ማለት እዩ ዞትኒ እንታይ ማለት እዩ ጸገም የብሉይ ችግር የብሉይ ኢሊ ማለት ይወደቕ ማለተይስ thank you ትብለኩም ተለኹሲ ኣነስ it's all good bro it's all good ትብል ተለኹሲ it is okay ማለት እዩ ችግርስ የብሉይን እዩ ማለት እዩ ግን ኣብ ዞትኒ ሮዮ ምስ ፎርማልታ እዩ ብጣዕሚ ዝዓብዩ ፖይንት ለፈላለዮም እንታይ እዮ ዞትኒ እዚ ወይ ወላዲኹም ፋዘርኹም ወይ ማዘርኹም ሲ Thank you my son or Thank you my daughter ምናምን ትብለኩም ተላስ It's all good ኢልኹም ትምልሱ ዘይትኽእሉ ዮር It's my pleasure ምናምን ኢልኹም ኢኹም ትምልሱ ማለት እዩ ስለዚ ዞዝኒኤ ሲ ምስ ኣዕርኽትኹም መብዛሕትኡ ግዜ ምስ ኣዕርኽትኹም ኢኹም ትጥቀምዎ ለለኩም ማለት እዩ So እዛ ናይ መጀመርታና All good All good ማለት እዩ Number two ድማ እንታይ ናትና ማለት እዩ Okay You got it

ምጭናቅ ማለት እዮ ዶ ስለዚ ሲ ኣይትጨነቅ ትብሉ ኣለኹም ማለት እዪ thank you ትብለኩም ተሎ ኣይትጨነቅ ብራዘር ትብልዎ ተለኹም ሲ no worries no worries ትጥቀሙ ኣለኹም ማለት እዪ ok ለራዒት ድማ you bet you bet ማለት ለለ ችግር የብሉይ ማለት እዪ ሀዘው ዘውዝኒኣ ታያ ንያትኩም ሲ ኢልኩም bet ሲ ዘውዝኒኣስ ብዙሕ ትርጉም እዪ ኒኦ ኦሮ ንኣብነት ሓሳብ ላተስማዕማዕኹም ለለ you bet ለ ትብሉ ትኽእሉ ኢኹም for example ሲ let's go to the gym ናብ ጅም ንኽድ ሲ ትብለኩም ተሎ ሲ you bet ኢልኩም ትምልሱ ትክእሉ ኢኩም ግን ኣብ thank you ትባሃል ተለኩም ኣብ thank you ትብልዎ ለለኩም sense ወይ ድማ እንሽዒቱ ለለዎ ኣብ ለለዎ ስምዒት ማለት እዩ እዚኣ ሲ ችግር የብሉ ኢና ንጥቀመላ ኣለና ማለት እዩ እዛ bet ትርጉማ ታይ ድያ ኣብ betting ልጫወቱ ኣዕርክቲ ወይ ባዕልኩም ለትጫወቱ ምናልባት ተኮንኩም ማለት እዩ betting ማለት ሲ ቅርሺ ኣትሒዝካስ ያው ቅርሺ ንምብላዕ እዩ ኒኦ እዚ ዋና ፖይንት ማለት እዩ ስለዚ ኣብዚ ወዝኒኣ ግና ትርጉማ ካሊእ እያ ኒኣ ማለት እዩ you bet ትብሉ ተለኩም ሲ ችግር የብሉይ ቴንኪው ትበሃልዎ ተለኹም መልሲ ትምሉስላ እያ ማለት እያ እዚኣ። Last but not least ዝሓምሸ ስድማ ታይነትና ማለት እዩ እዚ ድማ don't mention it bro don't mention it ትብል ተለኹም ሲ mention እንታይ ማለት እዩ mention ማለት ምፅራሕ ማለት እዩ እዚ ንኣብነት ሲ ካብ ናይ ስምዒት ህዋሳትና ሲ ፅርሐለይ ትብሉ ተለኹም ሲ ማለት እዩ መንሽን ኢኹም ትጥቀሙ ማለት እዩ። እዛ ቃል ምጽራሕ ማለት መንሽን ኢና ኢልና ንጽውዓ ማለት እዩ። ስለዚሲ ዶንት መንሽን ኢት ትብሉ ተለኹምሲ እንታይ ማለት እዩ? ኣይትጸውዓዮንዶ፣ ብስሩስ ችግር የብሉይ ልማድ ኢልና ንጥቀመሉ ኣለና ማለት እዩ። እዛ ሳልሰይቲ ድማ እንታይ ቀሪያትና እኒኣ ማለት እዩ? ሐዚ ስላንግ እያ ቀሪያትና እኒኣ ማለት እዩ። እዛ ሐዚ ለላ ንሪኣ ድማ እታ እያ ስላንግ ማለት እዩ። ስላንግ። Alright። ስላንግ right። ስላንግ ታይ ማለት እዩ መጀመርታ? ስላንግ ማለት ናይ ኣራዳ ቋንቋ ማለት እዩ ናይ ኣራዳ ቋንቋ ለለ በብሰፈሩ በብሰፈሩስ ይፋላለ እዩ እሮ ስለዚ ንረእዮ እሞ ላና መጀመርታ ታይ ናትና እስ ናያዳ ብሮ እስ ናያዳ ናያዳ ታይ ማለት እዩ መጀመርታ ዞዝናያ ዘትርጉማ ክነግረኩም ማለት እዩ ናያዳ ማለት ሲ

ረሃጽ ኒኦ ዶ ረሃጽ ማለት እዩ ስወት እዚኣ ስዊት የኮንት ትንበ ለማንኛውም ማለት እዩ ስወት እያ ትንበ ስወት ስወት ማለት እዩ ስለዚ እስኖ ስወት ትብል ተለኩም ሲ ምንምስ የርህጸኒ ማለት እዩ ሰለስ ችግር የብሉ እዩ ብሮ thank you so much man i appreciate you ምናምን ክብለኩም ተለ ሲ እስኖ ስወት ብሮ it's nada ብሮ እስኖ ስወት ኢልኩም ትምልስስ ትክእሉ ኢኩም ማለት እዩ ብካልእ ኣባህላ እዛ ሳልሰይቲ ከ ታይ ኒኣትና it's no biggie ቢጊ ካብ ምንታይ እያ መጀመርታ መጺኣ እሞ ክነግረኩም

እዝስ ዓብይ ነገርስ የኾነይ ሀም ዓብይ ነገር ሓሲብኻሲ ኣይቀንየለይ ምናምንስ ኣይትበለኒ ኢኹም ትብሉ ኣለኹም ማለት እዩ እዛ ራብዐይቲ ታይ ኒኣትና እዚኣ ሓሪፍቲ እያ ማለት እዩ ብደምብ ተለማመድዋ ኢኹም እዚኣ ብጣዕሚ እያ ኣብ ስላንግ ና ብላክ ኤሜሪካን ሙቪ ምናምን ትሪኡ ተለኹም እዚኣ ብጣዕሚ እዮም ዘዘውትርዋ ማለት እዩ እዚኣ ታይ እያ ትብላ ኢትስ ኣይንት ኖቲንግ በት ኣይ ቺክን ዊንግ